ብንግሆ ተበራቢረ ተሓጻጺበ ተቐራሪበ እየ ሰዓት ሸውዓተ ክትከውን ዝጽበያ ነይረ። ንስራሕ ወይ ንትምህርቲ ይመስለን ይገርም እዩ ባንነ ከምጽእ እዩ ዝኽሎ ካብቶም ንቁርሲ ዝነጥርዎ ዓይነት ሰብ'የ እንታይ እሞ ገበር ኣመና ደስ ዝብለኒ ወዲ ኣብታ ናይ ድኳን ንጎ ንጎ ጥራይ ማለት ኣቡኡ ክሳብ ዝቅበልዎ ጥራይ ዝሰርሕ ብዛዕባ እታ ዝደለኽዋ እንተዘይኮይኑ ዝኾነ ነገር ወ ሰብ ኣይግድሰንን እዩ ንሰላም ዝበለኒ ሰብ ሰላምታ ክመልስ ከማን ማራ እዩ ዝስልችወኒ። እዋይ ናይዛ ነቓጽ ቆልዓ ኣመልሲ ከመይ ሓዲርኪ ዛጓለይ ኢለያስ መስገኖ እኳ ኣይትብልን እም ሓንቲ ጓል ገዛውትና ደድሕረይ ባኒ ክትወስድ ከላ ዝበለቶ እዩ ናይዛ ዓባይ ሰበይቲ ንጎ ንጎ ሓደርኪ መዓል ክስታያ ክገብሮባ ዊንታ ከመይ ሓዲርኪ ኣቲ ሓንቲ መዓልቲ ስባ ምስ ብጃማኺ ቆልዑ ክምጽና ኣሌክስ ፍሽኽ ኢሉ ሓተተኒ። ተዛሪብኒ ኢለ ብሓጎስ እየ ሞይተ። እህም! ከምዚኣ ኢለ ይሓድር ከማይ ኢለ ከኣ ትስእ ስለ ዝኾንኩ እኮ እየ። በልክዎ። እዋይ ሓሶት! ምስ ተሳእኩ እንቋዕ ኣይትርእዩኒ። ኦኬ! ጽቡቕ! እሞ ግዜ ተለኪ ደኣ ክላለየኪ ምደለኹ። ስራሕ ወዲኤ እንድየ፣ ኣብኡ ከለኹ ክሳብ ኣብቲ ከፋንወኪ። እንዳደለኹ ምዕጢጢ ኢለ ሕራይ ደስ እናበለኒ እኮ እየ ኣሌክስ ቀፂሉ ዊንታ ብጣዕሚ ኢኺ ደስ ትብልኒ ሎሚ ፅባሕ ሻሂ ክንሰቲ እንዳበልኩ ግን በቂ ኣጋጣም ኣይተራኸብናን ተሌፎን ከዓ ኣይሓዝክዋን ክትብኒ ትኽእሊ ብትሕትንኡ ተገሪመ ፀገም የለን መን ይሞ ሽምካ ኣሌክስ ኣይትፈልጥንን ዲኺ ብቀዳማይ ምሽ ብስመይ ጸዊዕክኒ ኔርኪ? ክሕሱ ኢደ ፈንጀይ ተታሒዘ። ኦው ሶሪ ሶሪ ኣሌክስ ምስቶም ካልኦት እንዴ ተደናጊረ ብጀክኡ ብዙሓት ኣወዳት ከም ዝላለዩኒ ምስ ኢለ ክተዓጻጸፈሉ ፈቲነ። ንገርኒ በሊ ንኻልእ ሰብ ግን ከይትህብ ሕራይ እዋይ በጥረምረም ክቕፅለልኩም በሉ ዜሮ ሸውዓተ ኢለ ምስ ጀመርኩ እዊ ኣቲ ፅብቕቲ ምሳኺ ክዕልል ሞባይል ኣብ ድኳን ገዲፈያ ድሓን ኣብ ናትኩም ኣመዝግብያ ሚስኮል ግበርለይ ሽዑ ኣነርያ ኢልኒ ኣብ ሞባይለይ ኣሌክስ ከም ገለ ዳምዳም ኢሉ ቁጽ ተሌፎነይ ወሲዱ እንተ ደወለለይ ካብ ሓደ ዓርኩ ወሲደ መዝጊበያዮ ነይረ። ወረ ኣሌከይ ማዓረያ ትብል ነይራ። እታ ዕድል ከይተምልጠኒ ግን ሱቕ ኢለ ክጠዋውቕ ጀመርኩ። ቁጽሪ ልክዕ ድየ ጽሒፈያ ከረጋግጽ ኢሉ ሃንደበት ቅርብ እንተ በለ ቁጽሪ ተሌፎኑ ኣብ ትሕቲ ኣሌከይ ማዓረይ ትብል ተመዝጊባ ጸንሐቶ። ማዕረ ክንደይ ተዋሳኢት ምዃነይ ስለ ዝፈለጠኒ ኣዝየ እየ ሓፊረ። ኣብ ገጸይ ግን ዝኾነ ምልክት ኣይረኣኹን። ወዲ ከም ዝፈትወኒ ኣእሚኑ፣ ኣርጊጹ፣ ዕርክነት ከጀምረኒ ብርቱዕ ምዃኑ ተረዲእዎ፣ ከይተሓለለ መዓልቲ መዓልቲ ይጽበየኒ፣ የፋንወኒ። ምሸት ምሸት ናይ ሞባይል መልእኽቲ ማለት ቴክስት ይጽሕፈለይ። ንጎ ንጎ ዝተፈላለዩ ዝሕብሩ ፍዮሪ የምጻለይ። ንዝኾነ ወዲ ክንድዚ ግዜ ሂበዮ ኣይፈልጥን'የ። ባዕለይ ደዊለሉ ወይ ቆጺረዮ ዝፈልጥ ወድኻ'ሞ የለን። ብኸምኡ እዩ ከኣ እታ ጊንጢ ዝብሉኒ። ኣሌክስ ግን ፍሉይነት ነይርዎ። ወላ ፍሉይነት ይንበሮ ግን ኩሉ ነገር ባዕሉ'ዩ ክጅምሮ ነይርዎ። ሓደ ግዜ ስለምንታይ ኢኺ ንዝብድዐ ዘለኪ ንኣብነትሲ ቴክስተይ ደስ ከም ዝብለኪ ፍዮሪ ክህበኪ ከለኹ ኣዚኺ ፍትውቲ ዝኾንኪ ከም ድስማዕኪ ኩሉ ግዜ ድማ ከፋንወኪ ከም ትደሊስ ሓንቲ መዓልቲ ነጊርክኒ ዘይትፈልጢ እዚ ወዲ ጠንቋላይ ክኸውን ኣለዎ ከመይ ጌሩ ፈሊጡ ክንዲ ፍረ ኣድሪ ትኹን ጌጋ ዘይብሉ ክንሱ ትዕቢተይ ከቢድኒ ናይ ብሓቅኻ ዲኻ ግደፎ እንዶ ንዓኻ እምበር ንዓይ ወላ ሓንቲ ባህታ ኣይፈጥረለይን እዩ። ደሓን በሊ ሓንቲ መዓልቲ ደስ ይብለኪ ይኸውን በለኒ ትሕት ኢሉ። ኣብታ ኩሉ ግዜ ንፈላለየላ ቦታ ክንዕልል ከይተረድኣና ስለ ዝመሰየ ጸልማት ናይ ገዛውትና በይነይ ክኸዶ ነይርኒ። ኣፋን ውን ዶ ክብሎ እህዎ ባዕለይ ኢደይ ክህብ ፍጹም ከይፈተኹ ቻው ኢለዮ ተበጊሰ። ቁሩብ ምስ ሰጎምኩ ዝሰኸሩ ጉጅለ ወዳት ብፊት ኣጓኒፎምኒ። ብራዕዲ ዝኣክል ኣብ ስረየ ክሸይን ደለየ። ተመሊሰ ንኣሌክስ ክረኽቦ ዕድል ነይርኒ ግን ከኣ ካልእ ከይመስሎ ኢለ ጉዕዘይ ጀሚረ። ካብ ዝፈራሕክዎ ኣይወጻኹን። ሓደ ካብኣቶም ናባይ ገጹ ኣዝዩ ቀረበ። ቁልፉ ክፈትሕ ጀመረ። ገና ከይተንከፈኒ ከሎ እንቋዕ ሃለዋተይ ኣጥፋእኩ። ኣሌክስ ብድሕረይ ዘብዘብ ክብል ምስ ረኣኽዎ ብሓጎስ ንብዓት እዩ ክመጸኒ ደልዩ። ዱልዱል ጎበዝ ሳእና ፋኖ ንምባልሲ ባዕለይ ኣብ ጸገም ክኣቱ ወዮ ሰኽራም ኣብዛ ቅድመይ ሸይኑ ዕዝር ኢሉ ገጽኪ ክትርእያ ነይርኪ ብዝናብ ጠልቅያ ክትመውት ዝደለየት ድሙ ኢኺ መሲልኪ ምስቲ ዝጸንሓኒ ስንባደ ክላገጸለይ ምስ ሰማዕኩ ደመይ ፈሊሕኒ ብዘይብኡ ከኣ የቐንየለይን ኣይትሓዘለይን ዝብላ ቃላት ካብ ኣፈይ ከውጽእን ኣዝየን ድየን ዝኸብዳኒ? ኣማኻኒ ኣቢለ ከምዛ ዘይገላገለኒ ኡፍ! ግደፈኒ እስከ! መዓር ክንድኡ ዲኻ ትናፍቐኒ ከድኣ ተመሊስካ? ብምግራም ጥራይ ከይተረድኦ እዩ ኣፉ ከፊቱ። ይገርመኪ እዩ እንዳበለ ዘረባይ ዕሽሽ ኢሉ ናባይ ቀረበ። ናብ ከናፍረይ እንዳጠመተ ክስዕመኒ ምዃኑ ስለ ዝተረደኣኒ ይግድስ ኣብ ርእሰይ ድሮ ወዲኤዮ ከንፈረይ ብመልሓሰይ ከተርክሰይ ጀሚረ። እዚ ኹሉ ዓመት ምሉእ ጌርና ክሳብ ሕጂ ንፍቕሪ ኣይሓተተንን። ኣነ ከይሓቶ ድማ ታፕራይደይ ምግባር ኣብያትኒ። ሃንደበት ካብ ገጸይ ሓሙሽተ ሰንቲሜተር ዝኸውን ርሒቑ ቀው ኢሉ ጠመተኒ። እንታይ ደኣ ኣቋሪጽካ? ከይተረድኣኒ ሓተትክዎ። ኦኬ ክሰምኪ ደሊኺ? ካብ ዝውለድ እታ ዝበርትዐት ሕቶ ንዓይ እንተበልኩ ምግናን ኣይኮነን። ጥዑይ ድዩ? ዓይነይ ዓሚተ ከናፍረይ ኣተርኪሰ እናተጸበኽዎስ ይሓተኒ ገሌን ፈረቓን። ኤእ ከምዚኣ ግን ኣይበልክዎን። ሓሲበ ሓሲበ እዋ ሃላ እስኻ ኣብ ሕልምኻዶ ገለ ክትብለኒ ዝደለኻ እዩ መሲሉኒ ቀጽል ኢለካ። ኣነ ግን ክስዕመኪ እየ ደልየ ነይረ ኣኽብኻ ወይለዮ ብኣፌ ግን ክትፈልጥ ዓቕሚ ነብስኻ ሕሰብ ሓራይ ኣሽንኳይ ብቐትሪ ብለይቲ ከማን ከይትሓልሞ መሊሰሉ ብግስ በልኩ ወላ ንዓይ ገሪምኒ ልክዕ ከም ቆልዓ ንጸባጥብ ኣዲኡ ዝሃርፋ ሃሪፈዮ ከለኹ ህዎ ስቕ ኢለ ከዘይከይድ ዊንታ ኣዝየ ዘፍቅረኪ ንስኺ ውን ኣይጠፋእክን ይመስለኒ ኢሉ ደው ኣበለኒ። ይሓተኒ ድዩ ዘሎ የስ ወላ ኣነ ግን ክሓስበሉ እየ ክብሎ ከምኡ እዩ ዘኽበረኒ። ምስ ውሽጠይ ዝሰራሰሮ ዝነበርኩ በታ ዝሓየለት መፍረሲት ቃል ገይሩ እንተኾነ ነታ ምልእቲ ሓሳብ ከይወድኣ ኣፉ ብስሙ ክዓብሶ ይጸላእኩ። እንተኾነ ልዕሊ መጠን ትዕቢት ኣለኪ። ከም ትፈትውኒ ይፈልጥ እየ። ኣባይ ዘለኪ ፍቕሪ ዶ ይዓቢ ኣብ ትምክሕትኺ ንኽፈልጥ ግን ጽባሕ ልክዕ ከምዛ ሕጂ ገዛና መጺኺ ንፍቕሪ ንስኺ ሕተትኒ ዝምድና ክትጅምር ከም ትደሊ ከኣ ንገርኒ። ብሩኽ ምሸት! ኢሉ ኣብ ምዕጉርተይ ስዒሙኒ ግምጥል ኢሉ ከደ። ኣነ ዘይኮንኩ ትዕቢተይ ከም ዝቆጻጸረኒ ተሰቂሩኒ። ኖም ባዕለይ ክሓቶ ሓቲትኒ ውን ክሓስበሎም በልክዎ። እሞ ድማ ብተሌፎን ከይከውንስ ብኣካል? ከምዚ ኢለ ክሟጎት ዕስራን ኣርባዕተን ሰዓታት ሓሊፉ። ሰዓት ቆጸረና ምስ ኣኸለ ንገዝኡ ከይደ ኳሕኲሐ። ካልኢት ኸይደገምኩ ግን ኣብ ውሽጠይ ሕፍረት ዘይምዃኑ ጥራይ ዝፈለጥክዎ በዚ መጺኡ ዘይበልክዎ ሓይሊ ኣሶጊሙ ኣሶጊሙ እረ ኣጉዩ ኣጉዩ እዩ ዝበሃል ካብቲ ከባቢ ሰወረኒ። እቲ ዘስሕቐካ ብቴራሶ ናይ ገዝኡ ኮይኑ ይዕዘበኒ ምንባሩ እዩ። ኣብ ኣፍደገ ገዝኡ በጺሐ እየ ተመሊሰ። ካብ ሽዓ ብሎክ ዘእተወኒ ክሳብ ሕጂ ገጸይ ውን ክርእየኒ ጸሊኡኒ ዩ ንዕኡ ከሲሩ እየ ዓባይ ትምህርቲ ግን ተማሂረ ኣብ ሞንጎ ፕራይድን ኢጎን ማለት ኣብ ሞንጎ ነብሰ ክብሪ ምኹራዕ ሓበንን ከምኡ ውን ጃህራ ትምኪሒትን ትዕቢትን ዘሎ ፍልልይ ተረዲኤ። እዚ ኩሉ ግዜ ተበዲዐ ዝገበርክዎም ነገራት ክብረተይ ንኸይትንክፍ ዝገበርክዎም ሲለ ንነብሰይ ኣሚነያ ንሰብ ረጊጽካ ምሕላፍ ቆጸራ ምድንጓይ፣ እንዳ ደለኻ ዘይደለኻ ምምሳል፣ ዓሻ ትምክሒት ከሎ ምስ ምኹራዕን ክብረትካ ምሕላውን ኣደናጊረዮም። ግርህ ኢለ ምስ ገለ ገለ መንእሰያት ከዕልል ምስ ጀመርኩ፣ ኣብ ብዙሓት ምዃኑ ፈሊጠ። ብፍላይ ካብ ደቂ ኣንስትዮ። ብሰንኪ ኣንነትና ጥራይ ንፍለዮም ሰባትን ንኸስሮም ዕድላትን ብፍጹም ክህልው የብሎምን። እዚ ወደሓንኩም። ኣነ ግን ኣሌክስ ይቕሬታ ክብሎ ከምኡውን ንፍቕሩ ክሓቶ ይኸይድ ኣለኹ'ሞ፣